ንካናዳ ብሓቂ ድዩ ደው ምምጻእ ደው ተባሂሉ ዘሎ መቸም ሎማዓንቲ ሰባት ሎማዓንቲ ብዙሓት ሰባት ክትድውሉ የርፊድኩም ስፖንሰርሺፕ ዝገበርና እንታይ ከይኑ ከመይ ይኸውን ደው ኢሉ ዶ ኸውን እቲ ዘእተናዮኸ እቲ ኣፕሊከሽን ቅድሚ ሕጂ ከመይ ከይኑ ካብ ኣፍሪቃ ይኹን ካብዚ ዓዲ ብዙሓት ተሌፎናት ክድወለኒ ርፊዱ ማለት እዩ so እዚኣ ቪድዮ please ነቶም ብዛዕባ ስፖንሰርሺፕ ትግደሱ ሰባት ስፖንሰርሺፕ ጌርኩም ዘለኹም ወይ ድማ ስፖንሰርሺፕ ክትገብሩ ብሕጂ ትሓስቡ ዘለኹም ስድራቤትኩም ካብ ኣፍሪቃ ድዩ ወይ ካብ ካልእ ዓድታት ተምጽዎም ዘለኹም ወይ ከተምጽዎም ትሓስቡ ዘለኹም ብዓብዩ ድማ ኣብ ኣፍሪቃ ዘለኹም ሰባት ድዮም ወይ ኣብ ካሊእ ቦታ ዘለኹም ስፖንሰር ጌርኩም ዘለኹም እዚኣ ቪድዮ እዚኣ ንዓኹም እያ ፕሊስ ዝኾነ ይኹን ሰብ እዚኣ ቪድዮ ናብ ኩሉ ሰብ ሸር ግበርዋ እቲ ምንታይ ብዙሓት ሰባት ካይጭነቑ ወይ ድማ ጌጋ ሓበሬታ መታን ካይወዙ ማለት እዩ so ኣብዚኣ ቪድዮ ክሊር ዝኾነ መልእኽቲ ወይ ድማ ካብ IRCC ሎማዓንቲ ዘንበብኩዎ ኢሜል ክነግረኩም እየ ማለት እዩ so እሱ ከኣ እንታይ እዩ መቸም ግሩብ ኦፍ ፋይፍ ሓሙሽተ ሰባት ኬኖም ኣብ ካናዳ ሓደ ትፍለጠሉ እንታይ ግሩብ ኦፍ ፋይፍ ሓሙሽተ ሰባት ኬኖም ካብ ዝደለይዎ ዓዲ እንትርፍ ናይ ስደተኛ ወረቀት እንድሕር ኣለዎ ኮይኑ ከምጽእ ይኽእሉ እዮም ኔሮም ኣብ ካናዳ ዝነብሩ ህዝቢ እንድሕር ኬኖም ማለት እዩ እዚ ግሩብ ኦፍ ፋይፍ ኩላኹም ትፈልጥዎ ኢኹም እንታይ ከም ዝኾነ ቅድሚ ሕጂ ውን ቪድዮ ሰሪሐ ኔረ ቀደም እንታይ ከም ዝኾነ ግሩብ ኦፍ ፋይፍ ካብ ሕጂ ንይኖ ግሩብ ኦፍ ፋይፍ ክሳብ

ዕስራን ሰለስተን ሽሕ ስደተኛታት ከምጽእዩ ነይሩ እቲ ዕላንማ ወይ ድማ እቲ ፕላን ማለት እዩ። ኦረዲ እዚ ዕስራን ሰለስተን ሽሕ ግን ገና ኣብ ክልተ ሽሕን ዕስራን ሓሙሽተን ከይኣተና ከለና እንታይ ገይሩ ኤክሲድ በጺሖሞ ማለት እዩ። እሱ ሚት ስለ ዝገበሩ ካብ ሎማዓንቲ ኢፌክቲቭ ቱደይ ሎማዓንቲ ዕስራን ትሽዓተን ወርሒ ዓሰርተ ሓደ ክልተ ሽሕን ዕስራን ኣርባዕተን ስፖንሰርሺፕ ወይ ድማ ግሩፕ ኦፍ ፋይቭ ደው ኢሉ ኣሎ ማለት እዩ። እቶም ስፖንሰር ዝገበርናኸ እቶም ፋይል ናምበር ዘይተቐበልና ፋይል ናምበር ዝተቐበርና ኣፕሩቭ ዝተባሃልና ሜዲካል ንፅበ ዘለና ትብሉ ሰባትከ እዚኦም ፀገም ዝበሃል የብልኩምን ቅድሚ ዕለት ዕስራን ትሽዓተን ዝኣተዎ ወረቐት ብዘየገድስ ፋይል ናምበር ትቕበል ኣይትቀበል ብዘየገድስ ኢትስ ኦረዲ ኣኺሉ ኣሎ ማለት እዩ Unless Unless Unless ካብ ሎማዓንቲ ንድሕሪጂ ክኣቱ እንድሕር ዘይኮይኑ ወረቀትኩም እምበር ቅድሚ ሕጂ ዝኣተወ ወረቀት ብዘየገድስ ኩሎም ኣትዮም ኣለዉ ማለት እዩ ካልእ እንታይ እሞ ንመን ድኣ ዝፍቀድ ደሎ ሕጂ ወይ ንኣብነት ኮሚኒቲታት ኣለዋ ስፖንሰርሺፕ ዝገብራ ቸርችታት ኣለዋ እዚኤን ከ ደው ኢልንን ዝብል ኖኖ ደው ኣይበላን እዚኤን ኣግሪመንት ሆልደር ወይ ድማ ናብ ካናዳ መቸም ሓደ ሰብ ክመጽእ ከሎ ቢቪኣር ዝበሃል ኣሎ እዚ ማለት መንግስቲ ባዕሉ ዘምጽኦም ኣሎ ሓደ እዚ ኣዝዮም ውሕዳት ሰባት እዮም ዝመጹ ብኡ ካልኣይ ብሳህ ኣሎ ሳህ ማለት ስፖንሰርሺፕ ኣግሪመንት ሆልደር እዚኤን ኦርጋናይዜሽን ናን ፕሮፊት ኦርጋናይዜሽን ኮና ከላ ፕሮፊት ኦርጋናይዜሽን ኮና ከላ ንኣብነት ከም ኮሚኒቲ ናብ ኤርትራን ኮሚኒቲ ኣብ ቫንኮቨር ዘላ ንኣብነት ኣብ ኤርትራን ኮሚኒቲ ኣብ ካልግሪ ዘለዋ ቸርችታት ቤተክርስትያናት መብዛሕትኤን ሳህ እየን ማለት እዩ። እዚኤን እንታይ እየን? ኣግሪመንት ምስ መንግስቲ ኣለወን። እዚኤን እተን the highest ቀዳምነት ዝወሃቦም ኣብ ካናዳ እዚኤን እየን ማለት እዩ። እዚኤን already እንታይ እየን ዝበሃላ መሲልኩም? ቪዛ ዓመታዊ ቀዳምነት ንዐኣን እዩ ዝወሃብ ማለት እዩ። ንሰን ተዋሂበን እዩ ድሕሪኡ group of five ዝፍቀዶም ማለት እዩ። ስሱ ሰለዝኾነ እዚኤን ዋላ ሓንቲ ጻገም የብለንን። ብ community ዝመጽእ ዝነበረ ሰብ community ክብል ከለኹ ሳህ እንድሕር ኮይና ማለት እዩ። ስፖንሰርሺፕ ዝግብ ስፖንሰርሺፕ ኣግሪመንት ሆልደር ወይ ድማ ሳህ ተባሂለን ዝፅዋዓ እዚኤን ምስ መንግስቲ እንድሕር ኮንትራት ፀኒሕወን ኮይኑ ዋላ ሓንቲ ፀገም የብለንን ማለት እዩ ኦኬ ስለዚ ብቸርች እታ ቸርች እውን ንሕር ሳህ ኮይና ፀገም የብላን ማለት እዩ እቲ ፀገም ዝኾኑ ዘሎ ወይ ድማ ደው ኢሉ ዘሎ ኣየናይ እንተልኩምኒ ግሩብ ኦፍ ፋይቭ ኣብ ካናዳ ኣነ ምስ ሓሙሽተ ዕሩኽተይ ኮይነ ወይ ኣርባዕተ ዕሩኽተይ ኮይና ሓሙሽተና ኮይና ንኣብ ኣፍሪቃ ዘሎ ሓውና ወይ ዓርክና ናይ ስደተኛ እንድሕር ኣለዎ ከነምጽኦ ንኽእል ኢና ኔርና ማለት እዩ። ድሕሪ ሕጂ ግን የለን እዚ ይፍቀድኒ እዚ ደው ኢሉ ዘሎ ማለት እዩ። ካልእ ከም ኮሚኒቲ ንኣብነት ዕስራ ሰብ ኮይና ሰላሳ ሰብ ኮይና ገንዘብ ኣትሒዝና ከነምጽእ ንኽእል ኔርና እዚ ውን የለን ድሕሪ ሕጂ ማለት እዩ። ስለዚ እቲ ኦንሊ መገዲ ዘሎ so far ሕጂ ሳህ ወይ ድማ ስፖንሰርሺፕ ኣግሪመንት ሆልደር ዘለወን ኮሚኒቲታት ክኾና ይኽእላ ወይ ድማ ቸርችታት እየን ጥራይ ማለት እዩ። ግን please please እዚኣ ተረድኡ ዝኾነ ይኹን ሰብ ቅድሚ ዕለት ዕስራን ትሽዓተን ወርሒ ዓሰርተ ሓደ ዝኣተዎ ወረቐትኩም ፋይል ናምበር ኣይምፃኩም ይምፃኩም ከምኡ እውን ኣንለስ ሪጀክት እንድሕር ዘይተባሂሉ ፋይል ናምበር ይምፃኩም ኣፕሮቭ ይበሃል ኣይበሃል ብዘየገድስ ኩሉ ዋት ኤቨር ቅድሚ ሕጂ ዝኣተወ ኣይኣርሲሲ ከምፅኦም ምዃኑ እዩ ሓቢሩ ዘሎ ማለት እዩ ስለዚ እቶም ኦንሊ ዘይመፁ ዘለዉ ሰባት ወይ ድማ ክሳብ 225 ወርሒ 1231 ደው ኣቢልዎ ዘሎ ካብ ብሎሚ ንከይኣቱ ደኣ እምበር ቅድሚ ሕጂ ዝኣተወ ወላ ሓንቲ ፀገም ከም ዘይብሉ እዚ ኣትቀስኑ ማት ምናት ብዙሓት ሰባት ማእከለ ፋይል ናምበር ተቀቢልና ኔርና እንታይ ከይንና እንታይ ክከውን ሕጂ ድኣ ግሩፕ ኦፍ ፋይቭ ኣቲና ኔርና ማእከለ ከምዚ ከይና ኔርና ቆልዓ ኣድሽናል ጌርና ኔርና ከለ ትብሉ ብዙሓት ሰባት ሎማዓንቲ ቴሌፎንን መሰንጀርን መጺኒ ስለ ዝነበረ ንኩላኩም እዚኣ መልሲ ክትከውን መታን ናብ ኩሉ ሰብ ከኣ ሸር ግበሩለይ ምሳኩም ጸናሕኩ ሓውኩም ማእከለ እየ ሰላም ማዓልቲ ሰላም Thank you።